ፅቡቕ ሸላ ዓርከይ ማሺ ድሓን ኣይ ቲንክ እሳ ሽወደን ድያ ገሊኣ ተቐመጥ ካብ ሽወደን ናብ ሆላንድ ተመፅሐት ከዓ እቲ ዝበለፀ ብሓንሳብ ኮይና ክንቅበላ ኢና ንዋላ ክመፅእ እየ ዝተሓዘ ሒዘ ስልጠይ ሒዘ ቦርሳይ ሒዘ ክመፅእ ሓንቲ ኣላ እኮ ሓንቲ እላ እታ ምሳኣ እታ ምሳኣ እውን ኣላ እኮ ሓንቲ ሲንግል እያ ነይ ነይ ነይ ነይ ነይ ዝዓርከይ ኣውዲ ክንስ ክተፅኒ ክብል ከሎ እቲ ደራፋይ ምሻ ኣሎ ሓደ እቲ

እወ እሞ ናይ ናይ ናይ ኣውዲቅክንስ ክትፀቕጥኒ ኢልዋ ብላዕሊ ኮይና ፀቒጣቶ ተረዲኻ ፀቒጣቶ ደርፊ እኮ እዩ ኣታ ወዲ ኣነ ብዛዕባ ደርፊ ብዛዕባ ቁም ነገር ብዛዕባ መፃኢ ይዕለካ ጥር ኢልካስ ናብ ዓራት ጥር ኢልካስ ናብ ዓራት ዋ ጥዕና ደለካ ናይ ዓራት ሽግር ኣለካ ዲብሩክ ዘርኢ እዚ ኣባ ነገር ታታታታታታታ ገታ ዴብ ናብኡ ትነጥር ጉያጉያ ትላል ኣላ ፀወታ እዩ እሞ ኣነ ብዛዕባ ናብራ ቆልዓ መፃኢ ፅባሕ ድሕሪ ፅባሕ ካብ ሎሚ ፅባሕ ክትሓይሻ ገለ እንዳበልኩስ ናብ ዓራት ጥራይ ነጢርካስ ናብ ዓራት ነጢርካስ ናብ ዓራት ነጢርካስ ናብ ዓራት ያ ያ ሶሪ ማሺ ሶሮ ክትብለኒ ደ ኮንኩን ናብ ዓራት ሕጂ ተደራፋይ ባይቶ ወይ ኣውዲ ክልስ ክፀቕጥን ኢሉ ዝደርፍ ኣሎ ኣክረም ጀማል ዝበሃል ደራፋይ
ደኺመ ኣይሰብ እንደ ረብራቢ እንታይ ኣሎ ካብ ዝዓቢ ገለ እዩ ዝብል ደራፋይ ሕጂ ኣነ ከዓ ሲንግል ትኹን ዳብል ትኹን ፍትሕቲ ትኹን ሓያም ትኹን ደኺመ
ኢድካ ሂብካ ኢኻ ምሽ ያያ ባል የበሎ በጃሃናካ መንገፋሕፋሕ ክብሎ ባል ዓባ ብሩር ሃሊኸ እኮ ኣነ ብዚ ህይወት
ምስኪና ኢኻ ንፍቅሪ ክብል እዚኣ ይሰዳን እዩ ብሩር ምሽ ባቡር ክስቀል እዚኣ ይሰዳን እዛ ፀፍሪ እዚኣ እዚኣ ተነዊሓ ነዚኣ ይሰዳን ኣነ ንፍቅሪ ክብል ያ ግን ንስኻ ብልብኻ ኢኻ ተፍቅራ ብልበይ እኮ እየ ኣነ ዘፍቅርሲ ኢልካ ናይ ግዜ ገለ ከምዚ ናትካ ሸብዳዕዳዕ እንዳበልኩ ስኢለ ጓልሓትነይ እያ እንዳበልኩ ማሳጅ ገለ መታት ገለ ይገብር እኒኦ እኮ ኣነ ኣነ እንተ ቀሪበየን ይቀርበን ብልበይ የፍቅር እንተ ኣፍቂረን እንተ ዘብ እንተ ኣፍቂረናን ዕድል ይገብር እንተ ዘይፍቂረናን ከኣ ተስ የረስቕ ክርትም ሕርር
ግን ኣብ ም- ኣብ ምፍልላይ ንስኻ ፀገም ኣለካ እንተተፈላለኻ በቃ ብጣዕሚ ጭነቕ ክፈላለ ከለኹ ብጣዕሚ ፀገም ዘለኒ ሽዑ ዳኣ እቲ ፀገም ዝጅምር እቲ ፀገም ዳኣ ክራኸብ ከለኹ እቲ ዝጅምር ዳኣ ብኣግኡ ከማን ሳንጣይ ኣልዒለ ምኸድኩ ኣብ ምፍልላይ እዩ እቲ ሽግር ሕጂ ናተይ እዚኣ ክነግረካ ክእል ከምዚኣስ ከምዚኣስ ከምዚኣስ ኣጋጢማ ኣላ ወላ ኣብቲ ሙዚክ ኤርትራ እኮ ተዳሃን ሰበይቶም ምስ ጠሎም ተግሎ ናብ መስተግሎ ይኸዱ በቃ ይጭነቑ ቀቕ ይብሉ በቃ ሓርኩም ከመይ ኢለ ጀርበድበድ ኢለ ሕጂ እኳ እየ ሰብ መሲለ ተሓወይ ሕጂ እኳ እየ ጥዑይ መሲለ እምበር ረኦ እባ ሕጂ ደኣ ቀምቀም ጀሚረ ገለ ኣጀለይ ሸዓረ ዋላ ጭሒመ ገለ ሽዑ እኮ ጭሕሚ ኣብኒ እኳ እዩ ነይሩ ተረዲኻኒ ዋላ እቲ ወዘይ ገለ ተመሊሹ ክሳደይ ባሮ እዮ ኣርዑ ትሰብር ኣነ ሕጂ ቀደም ከሰብ እንታይ ብለኒ ነይሩ ሜትካ ዴቭ ክሳድካ መይቱ እሪኦ ነረ እንደ መስያት እንታይ ካብ ሰብ ደለሉ እሞ ንዓይ ስኻ ሕጂ ዓቢርካ ተልካኒ ሓዱሽ ነገር ኣይኮነን ሕጂ ግን ግን ዓፅዓፅ ኮነ ከምዚ ተነገርካኒ ከውሒ እየ ከውሒ ጓል ግን ስጋብ ከምዚ ኣሕማቐ ብጣዕሚ ፈታኒት እንዲያ ጓል ጓል ፏና ዓባ ንኸይድ በል ክቐፅዓካ ሕጂ ምስ ዲኑ ከመይ ኢኹም ግለፀለይ ሳልሰይቲ ከዓ ከረውሮ በለለይ
ፅቡቅ ምስ ድሉ ከመይ ኢና ክገልፀልካ እየ ፅቡቅ
ዝዓርከይ ተኪው ክሳውን ሕጉስ ኮይንካ ክትሰምዕ ተስፋ ገብር ኣነ ዝገልፆ ልዕለይስ ንዓኻ ምሕጓሱ ገሪምና ኣነ ኣብ ገፅካ ርእየ ፍሽኽታኻ

የሕዋት ኢና ናይ ስጋ ኣሕዋት ዘይኮናስ ናይ መንፈስ ኣሕዋት ኢና ማለት እዩ ምክንያቱ ቅድሚ ውላ ቅድሚ ምርኻብና ገምታት ገለሸ ተረዲእኻኒ ምሳይ ዘልያ ሰበይተይ ካባይተ ተፈልያ ከዓ ሓፍተይ ክትከውን ምዃና ንውሽጢ ኣነ ስለ ዘእመንክዎ ሕጂ ድኑ ንዓይ ብልፅቲ ሓፍተይ ንፍዕቲ ዕላማኣ ትሃርም በላሕ ሰብ ንቕሕቲ ሻለጋ ኩሉ ነገር ከምዚ ስቕ ኢለ ንይምሰል ገለ ይኮንኩ ተርዲሃኒ ሸላ ዓርገ ብጣዕሚ ዘዋፅእን ዘይዋፅእን ትፈልጥ ሰብ ብጣዕሚ በቃ ቢስማርት ሻለቃ ከምዚ ሓያል ሰብ ከመይ እሞ ክረዳእካ ኣብሩ በቃ ንቕሕቲ ሻለቃ ብርእሳ እምበር ብርእሲ ናይ ዝኾነ ሰብ ዘይትኸይድ ናይ ነብሳ ጅግና ናይ ስድራኣ ጅግና እያ ንዓይ በቃ ተረዲኣኒ እዚኣ እያ ተረዲኣኒ ክውስኽ ዋላ ውሒዱካ ድዩ ን ጽቡቅ ከመይ ከ ትራከቡ ዶ ገልምለ።
ኣታ ኤፍኤም ከም ትሰምዕ ዘለካ እንዶ ጽን ኢልካ ኣይትስምዓኒ ረድዮ ድያ ኣነ ኣታ ንራኸብ ኣለና የለና በል ኦ ኦኬ ጽናሕ ነግረካ ኣብቲ ምርኻብ ንራኸብ የለና ዋላ ሓንቲ ንራኸብ የለናን እ፣ ፌክ ይብል ኣላ ሓደ ኦሪጂናል እዩ ታዚ እንታይ ፌክ ካብ ውሽጠይ ድየ ከመይ ገረ ድየ እንታይ ገንፂለ መፅሓፍ ድየ ከሪኦኩም ሕጂ ንራኸብ የለናን እ፣ እቲ ምክንያት ከዓ ኣነ ክራኸብ ኣይደልን እየ እሳ ውን ከምኡ ማለት እዩ ምክንያቱ ግን ወፂልካ እዩ ትፍቅሪ ዶ ካብ ክሳድ ንላዕሊ ኣታ ሰብ ብዛዕባ ፍቅሪ ዘይኮና ብዛዕባ ዲን ኢና ንዛረብ ዘለና ያ ንራኸብ የለናን ካብ ክሳድ ንላዕሊ ምርኻብ ከዓ ትርጉም ዘለዎ ኣይኮነን ኦኬ እቲ ክትረሓቕ የብልካን ግን ከም ሻሎ ፕሮቶኮልካ ትሕሉ ንዓ እውን ፅቡቅ ኣይኮነን ንዓይ እውን ፅቡቅ ኣይኮነን ብከም ሕጂ ንራኸብ የለናን ኖርማል ከም ሕዋት ግን ይህን ምንም ተባሃልና ኣብ ዝኾነ ምናልባት ኣነ እንተተመርዔ ዕዲመያ ኣብ መርዓ ክዕድመያ ንሳ ተመርዓ ዓዲማትኒ ኸዓ ኣብ መርዓ ክትዕድመኒ ምዃና ተስፋ ገብር ማለት እዩ ተስፋ እየ ዝገብር ኣነ ግን ተዲሃኒ ያ ዝመስል ኣነ ንሳን ሎምን ፅባሕን ይሕዋት ኢና
ቴንኪው ደብሃብ ኣነለ ያማን ብረመራ ገሊፅካያ ፅቡቅ ገሊፅካያ ፅቡቅ ተባዕታይ ገሊፅካያ ያማን ያ ግን ግን ቤላ ደለኻ ቤላ ደለኻ ኣብዚ ሆላንድ ከመይ ኣሎ ብሆላንድ ቤላ ደላ ኣነ ብጣዕሚ ፅቡቅ ዘለኹ ኣምላኽ መስገን ከም ንዓይስ ንካልኦት ሰባት ምክንያቱ ኣነ ልዕለይ ዘለዉ ዘይኮኑ ትሕተይ ዘለዉ እንዳረኣኹ እየ ብዚ ዓለም ዝነብር
ንሳ ንሳ ምክንያቱ ሸለ ዓርከይ ኣነ ክሰርሕ ዝኽእል ዕድመን ጥዕናን ዘለኒ ፍጥረት ድላይ ክገብር ዝኽእል ኣብዚ ከም ድላይ ከሳፍሕሉ ከስፋሕፍሕ ዝኽእል ዓዲ መፅ ድሕሪ ኣብዚ መፅ ተስተማሲ ኣብዚ መፅ ተተጨነቀ ኣብዚ መፅ ናብ ዘይከውን መንገዲ ድሕሪ ተኸይደ ያ በቃ ናይ ስናብሮ ሽግር ገይረ ኣለኹ ማለት እዩ ያዕ ልክዕ ኣምላኽ መስገን ሰብሲ ኣብ ልብያ ከማን እዮም መጠሉ ትርዲሃኒ ያማን ያማን ያማን ኣብ ዓራት ኣብ ሕክምና ዘሎ ሰብ ኣሎ ኣብ እስር ቤት ዘሎ ሰብ ኣሎ ስለዚ ኣነ ኣምላኽ መስገን እድያ ሰሪሐ ዝበል ዓላ ዘስተማቕረላ ፅቡቅ ኩነታት ኣየር ዘስተማቕረላ ዓዲ ብጣዕሚ ብርክቲ ዓዲ ናይ ሆላንዳ ብጣዕሚ ፅቡቅ ኣሎ ብራዘር ይፃዕዳ

ማለት ሲ እንታይ መሲልካ ሓደ ዋንጋ ክልተ ይከውን ተረዲሃኒ ሓደ ዋንጋ ክልተ ይከውን ተረዲሃኒ እጂ ምስ ጓል ኪሮስ ማለት ሲሪየስ ናይ ብሓቂ ዲኹም ፍቁራት ተረዲሃኒ ብዛዕባኡ ዝኾነ እንታይ ዝበሃል ትበና እንታይ ከሎ ፕሮግራም ወይ እንታይ ክንሕግዘኩም ንኽእል ንሕና ሻለካ ኩሉ ነገር ናይ ብሓቂ ድዩ ኣነ ሲሪየስ የወሲደ ተረዲሃን ከም ናይ ፀወታ ተኮይኑ ናይ ፀወታ እዩ ምክንያቱ ኣነ ሸለ ዓርኪ እያ ብዛዕባ ፍቅሪ ክትዛረብ ከለኩም ኣነ ደም እየ ነቢዕ ብፍቅሪ ተረዲእካኒ ሕጂ ሓቂ እዩ ዝመስለኒ ኩሉ ብድሕረይ ክንደይ ተፋቂሮም ክንደይ ተፈላለዮም ግን ናይ ሓሰብ ስለ ዝኾነ ዋላ ሓንቲ ከምዚ ዝኾነ ዓይነት ስምዒት ኣየር ኣዩ ናብ ገጾም ኣነ ግን ብሩ ምሸት ምሸት እየ ዝኣቱ ነረ ላይፍ ተረዲኻኒ ከምዚ ሎሚ ከይኮነ ከሎ ግዜ ተረዲኻኒ

ያእ ንሓስብ ኣለና ከመይ ከመይ ከም ዝኸውን ንዳወል ኣለና ያ ትማል እኮ ኣይተዳወልናን ግን ያው Thank you guys, thank you. ተፍወይ ኣለና ያ እ፣ ማራ ንፋቶ ማራ ፍቅሪ ኣለና እ፣ ፍቅ ያ ማራና ንፋቶ እ፣ ያ ማኔጋ ዓርከይ እጂ ማዘራ ሓዲጋታላ ቴሌፎን እ፣ ኣጋጣሚ ኦኬ እንዳ ዓለልኩም ሃንደበት ሲ ማዘራ መንጢላ ተታቲረፉን
ያና ቁርፅራፅ ገለ እምበር ኣዚሕዋ
ኦኬ እንታይ ዝበልዎ ሽግር ናይታ
ቁርፅራፅ በዚሕዋስ ሕጂ ማዘራ ምሳኻ እንዳዕለለት ኮላ ቴሌፎን መንጢላታ ማለት እዩ ያና ንሕዲ ክስታይ ላታ እታ ቴሌፎን እምበር ምጥቃም ከሊኣታ
ኦኬ ሕጂስ ብዘይ ቴሌፎን እያ ዘላ ጓል ኪሮስ
ሕጂ ናይ ምሸት ክድውለ ልዕሊ ሓንቲ ክኣቱ ምስታ መሓዛኣ ከዓ እንዲያ ነራ ግን እታ መሓዛኣ ከይዳ ንገዛ ያ ግን ኣፍቃሪታ እያ ሕጂ ናይ ብሓቂ ኣፍቃሪታ እያ ካልእ ጓል ኣይፍቅርን እየ ያ ንሰ ምሳይ ክውድእ እሞ ንዓኻ ቁሩብ ኣየሸግረካ ምስቲ እዲኣ ትተሃላለኸካ ዘላ ኣዲኣ ሰልኸኛ እያ ብዘይ ቀላዕ ትመስል ናይ ንዓይ ትፈትወኒ እያ ታዳውን
ኦኬ በዚሕዋ እያ ከምኡ ገይራ ማለት እዩ ያ ትፈትወኒ እያ ተድንቐኒ እያ ከማ
ኦኬ ሙንዓ ኡይ፣ ኦኬ ኦኬ ማሽ እዛ ዓርከይ ደሓን ኣምላኽ ናብ ልባ ምለሳ እንተን ያ እታ ቆልዓ ከዓ ቴሌፎና ብሰላም ትመለሰላ ያ ያ ብውሽጢ ገለ ትዕሉ ኢኹም ኖርማል ምሾ ያ ዋ ግዜ ምሸት ከማ ሙሉ ምሸት ምሳይ ዘዕሊ ዘብሲ
ካለ ዋላ ሓንቲ ምስ ካልእ ትዕልሎ ጓል ገለ የብልካን።
ያ ኣለ ግን ሳክትሰመ ናይ ሰላምታ እዩ
ኦኬ ካብ ናይ ሰላምታ ፀገም ይብሉ ናይ ሰላምታ እኹል ሰብ ይራኸብ ኖርማል እዩ ጨዋ ያ ናይ ናይ- ናይ ቁም ነገር ቁም ነገር ምስ ቁም ነገር ምስ ሰበይተይ ጥራይ
ያ ፅቡቕ ሸዳ ዓርከ ማሺ ያ። ደሓን I think እሳ ኣብ ሽወደን ድያ ገሊኣ ተቐመጥ ካብ ሽወደን ናብ ሆላንድ ተመጽሕትካ ከኣ እቲ ዝበለጸ ብሓንሳብ ኮይና ክንቅበላ ኢና ነዋ
ዴቭ ዓርቂ እዩ ሕጂ ከኣ እቲ ናበይ ዳንካ ናበይ ኻ
ናይ ና ወላ ሓደ ጎን ጎመን ዲኹም ብጸኒሕና ነ
ንኺበል እንዲያ መራሽ ቴንክ ዩ ቴንክ ዩ ፋሚሊ ቴንክ ዩ ቴንክ ዩ ማኔጋ ዓርኪ ቴንክ ዩ ቴንክ ዩ ብዝለካ ተኸየፍ ዴቭ ዓርኪ እሕፅር ኣቢለ ቀዳመይቲ ብዛዕባ ዩቱብ ከመይ ይኸይድ ኣሎ ብዛዕባ ቢዝነስ ካልኣይቲ ኣንካ ክንሕጎስ ነበረ ሕጉሰና እቲ ሰብካ ሳብስክራይብ ገበሩ ገለ ክንብሎ እኳ ካልኣይቲ ምስ ጓል ደቂ ዘዴ ባዕልኪሲ ማሽሸላ ዓርከይ ማሺ ድላይ ካብ ውሽጥካ ዝመፀልካ ጥራሕ
ክንደይ ገርካ ኣለካ ካብ ዘይትረውእ ሳልሰይቲ ሳልሰይቲ ሳልሰይቲ እስከ ሳልሰይቲ ከንተዕና ነምፀልወል

ወይ ሽግር እንታይ መርገሙ እዩ እንተዚ ወይ መርገም ፅሩይ ክብል ወዲ ሓምድ ርስሓቁ እዩ ትም ሰባት ንዓና ይበል እስከ
ሳልሰይቲ ከዓ ኣብ ገዛ ስለ ዘለካ ሽጉርቲ ብላዕ
ሽጉርቲ ካብዚአን ፎኪስ ኣለካ ሕጂ መዓት ፎኪስ ስለ ዘለካ ሳልሰይቲ ናይ ፅቡቅ ኣላ ብዛዕባ እታ ናይ ዩቱብ በቃ ክሃርማ ሻላ ብራዘር ፃዕዳ ማለት እዩ ኣነካዋ ስሒባእ ብጣዕሚ ሕቶታትካ ኣሰንበድትን ኣገረምትን እንዲም ጉዳይ ቢዝነስ ኢልካኒ መጀመርታ መጀመርታ ኣብቲ ቢዝነስ ናይ ዓለም ናይ ዩቱብ ኣነ ኣይበፃሓኩን ምክንያቱ ክበፅሕ ኣይክልኒ ኣነ ናብ ዩቱብ በይነይ እምበር እዚኦም ኩሎም ምሳይ ኣይኮኑን ዋላ ስኻ ምሳይ ኣይከድካን ተረዲካኒ ሕጂ ኣብ ዩቱብ ኣነ ብዙሕ ሰዓብቲ የብለይን ብዙሕ ከዓ ተከታተልቲ የብለይን ኣነ ዴቮ ቱብ ኢልኩም ሳብስክራይብ ግበሩኒ ክብል ተባሕጒገ እየ ክሳብ ሎሚ ተረዲካኒ ኩሉ ግዜ ከምኡ ዝብል ቆቆሪፀ ቪድዮ የእቱ እንዲያሞ ትሪፕል ጋይስ ትሪፕል ኣብዚኣ ተዓወቱ ኣብዚኣ ተዓወቱ ትሪፕል እሞ እንዲያም እንዲያም እዚኣ
እዚኣ ትሪፕል ፋሚሊ
ጉዳይ ቢዝነስ እንዲኻ ኢልካ ተረዲኻኒ ቴንኪ ቴንኪ ሶ ማች ጉዳይ ቢዝነስ እንዲኻ ኢልካ ሕጂ ኣብቲ ናይ ቢዝነስ ዩቱብ እውን ቢዝነስ ምዃኑ ብዙሕ ኣፍልጦ የብለይን ኣብኡ ከዓ ኣይበፃሕኩን ዋላ ሓንቲ ዝተቐየረ ነገር የለን ዓዲ ቁሩብ ሳብስክራይብ ኣለውኒ ክሳብ ሕጂ ከዓ ዝኾነ ዘበልኮ ነገር የለን ኣነ ኣብዚ ዝዛረቦ ቃላት ኣብ ዩቱብ ገለ ቆሪፆም ከጥዎ ከለዉ ካልኦት ሰባት ሰብዓ ሰማንያ ተስዓ ሽሕ ይርእዎ ኣብቲ ናተይ ከእትዎ ከለዎ ግን ሽሕ ሰብ እዮም ዝርእዎ ካብ ሽሕ ሰብሲ ካብ ሽሕታ ዝረኣይዎስ እንታይ ክኸፈል

እሲ እቲ ካይዳ ኦኬ ተዳ በቃ ሸለ ዓዲ ነጢሮም ነጢሮም ምስ ኣበይ ካብ ኣበይ ካይበፅሕ ትሰብኮም እዩ ተዳ ህው ህው ኢልካ ዘይኮንካ ካብ እዎ ቀደም ካብ ታሕቲ ፃቢብካ ከምዚ ንላዕሊ ኢልካ ከካይድ በሊ ትኽእል በሊሕ ሰብ ወይ ከዓ ዓቢ ሰብ ወይ ከዓ እ፣ ከምዚ ራእን ሕልምን ዘለካ ሰብ ክትከውን እንተኮይንካ ከዓ ካብ ታሕቲ ክትጅምር ክትክእል ኣለካ ብራቮ ሕጂ ንኣብነት ሲ ካብ ዜሮ ፍሮም ዜሮ ቱ ሂሮ ዝኸደ ሰብን ካብ ስድርኡ ዝወረሶ ጅግንነትን ይፈላለ እዩ ከምዚ ምሻ ኣለካ ናይ ኣብርሃ ኣፈወርቂ ደርፊ ኣብ ባሕሪ ኮንካ ኣብ ደንደስ ኮንካ ምዕዛብን ኣብ ባሕሪ ኮንካ ምሕምባስን ይፈላለ ኢልዎ ተረዲኻኒ ሕጂ ከም ንኣብነት ካብ ስድራኻ ዝወረስካዮ ውርሻን ብፅፍርካ ዘምፀኻዮ ሃፍትን ይፈላለይ ምክንያቱ ድክነት ትፈልጦ ኢካ ፅምኢ ትፈልጦ ኢካ ጥሜት ትፈልጦ ኢካ ዕርቃን ትፈልጦ ኢካ ኩሉ ነገር ስለ ትፈልጦ ዓብ ሰብ ምስ ኮንካ ምስ ኮንካ ዝሰኣኑስ ክትዕንግል ትክእል ኢካ ማለት እዩ ተረዲኻኒ ሕጂ ኣነ ከዓ ሽሕ ሰብ ይርእዩኒ ኣለዉ ፅባሕ ንጎ ሚእቲ ሽሕ ይርእዩኒ ይኾኑ ኣብኡ እዩ ተስፋታተይ ኣብ መፃኢ እምበር ክሳብ ሕጂስ ዋላ ሓንቲ ነገር የለን እንታይ መሉ እዩ ዋላ ሓንቲ የለን ግን ንፉዕ እኻ ዴቭ እውን ኣድኒቀካ ወላ ቦቲ ትዘረረቦ በሊሕ ሰብ እኻ ንፉዕ እኻ ምሸለካ ከምዚ ስታይስ ከምዚ ወላ ተሪኻ ከምቲ ንስኻ ልክዕ ኣላ ጽቡቅ ኣላ ከምቲ ንስኻ ዝበልክ ትብሎ እዩ ኣነ እውን ተደጊፈካ ሚእቲ ሽሕ ከም ዝከታተልካ ፍሉጥ እዩ እዚ ዕሱል ገርካ ውሰዶ ዴቭ ሓወይ ተዳን ሲልካ ግዜ ግዜ ዳዩ ሕተቶ እምበር ከምዚ ንብሎ ንመንግስቲ ክትኮንሲ ያ ግዜ ጥራይ ያ ብራቮ ዴቭ ሓወይ ጥራይ ሕልሚ ሕልሚ እንተሃልካ ኣብ ሕልምኻ ጥራይ ኮፍ ምባል